ሰላም ክቡራት ተኸታተልቲ መደብና ከመይ ቀኒኹም ንሎሚ ድማ መቐፀልታ ናይቲ ንመሃሮ ዘለና ትምህርቲ ኮምፒውተር መበል ሻርሻይ ክፋል ሒዝናልኩም መፂእና ኣለና ብሩኽ ምክትታል ቅድሚ ናብዚ ናይ ሎሚ መደብና ምስጋርና ኣብ ዝሓለፈ ትምህርትና ብዛዕባ ኣራኸብቲ ኣካላት ኮምፒውተርን ብዛዕባ በርታት ኮምፒውተርን ዝብል ኢና ተማሂርና ትምህርትና ብዛዕባ እቶም ብቕድሚትን ብድሕሪትን ኮምፒውተርና ዝርከቡ ፖርትስ ኮኔክተርስ ከምኡውን ዋየርለስ ኮኔክሽንስ ከምኡውን ካልኦት ምስ ኮምፒውተርና ብምልጋብ እንጥቀመሎም መሳርሒታት ወይ ድማ ፐሪፈራል ዲቫይስ ኢልና ንፅውዖም ተማሂርና ነርና ሻድሻይ ክፋል ትምህርትና ድማ ብዛዕባ ውሽጣዊ ኣካላት ኮምፒውተር ዘርእስቱ እዩ ክኸውን ንጀምር እምበር ውሽጣዊ ኣካላት ኮምፒውተር ርኢኻዮም ወይ ድማ ርኢኽዮም ትፈልጢ ዶ? እምበኣር ንሎሚ ኣብ ውሽጢ ጋቢና ወይ ድማ ኬዝ ናይ ኮምፒውተር ዝርከቡ ኣቑሑት ወይ ድማ ኣካላት ኮምፒውተር ክንመሃር ኢና። እቲ ቀዳማይ ክንፈልጦ ዘለና እዛ ኩላ እዛ ነዚ ኮምፒውተርና ጠርኒፋ ወይ ድማ ኣብዚ ኬዝ ጠርኒፋ ትሕዘልና መሳርሒት ኩላ ሲስተም ዩኒት ተባሂላ እያ ትፅዋዕ ማለት እዩ ወይ ድማ ቻሲ ኢልና ምፅዋይና ግን መብዛሕትኡ ግዜ ሲስተም ዩኒት ኣብ ገለገሊኡ ከዓ ሲፒዩ ኢሎም እውን ይጠቕስዎም ግን እቲ ቁኑዕ ሽሙ ሲስተም ዩኒት ተባሂሉ እዩ ዝፅዋዕ ሲስተም ዩኒት ሪፈርስ ቱ ዘ ኬዝ ኦን ዴስክቶፕ ዛት ኮንቴንስ ኤንድ ፕሮቴክትስ ዘ ማዘርቦርድ ሃርድ ድራይቭ ሜሞሪ ኤንድ ኣዘር ኤሌክትሮኒክ ኮምፖነንትስ ዳርጋ ኩሎም እቶም ዓበይቲ መሳርሒታት ናይ ኮምፒውተርና ጠርኒፉ ሒዙ ዝርከብ እቲ ኬዝ ብምሉኡ ሲስተም ዩኒት ተባሂሉ ይፍለጥ ማለት እዩ እዛ ኣብ ታሕቲ ንሪኣ ዘለና ስእሊ ውሽጣዊ ኣካላት ናይ ኮምፒውተር እያ ናይ ላፕቶፕ ኮምፒውተር ማለት እዩ እዚኣቶም ዝተፈላለዩ ዓበይቲ መሳርሒታት ኣብ ውሽጢ ኮምፒውተርና ንረኽቦም እዮም ንኣብነት እዛ ብፀጋም ንሪኣ ዘለና ዴስክቶፕ ኮምፒውተር ኣላትና ማለት እዩ ይቕሬታ ብየማን ወገን ከዓኒ ኢንሳይድ ኦፍ ላፕቶፕ ዝብለና ኣሎ ኢንሳይድ ኦፍ ዴስክቶፕ ዝብለና ዘሎ ብፀጋም ወገን እንታይ እንታይ ንርኢ ኣለና ሓደ ፓወር ሳፕላይ ኤንድ ፋን ሳውንድ ካርድ ቪዲዮ ካርድ ፕሮሰሰር ሂት ሲንክ ኤንድ ፋን ሜሞሪ ሞጁል ዝበሃሉ እዚኣቶም ካብቶም ገለ ዝተወሰኑ ቀንዲ መሳርሒታት ኣብ ውሽጢ እቲ ኬዝ ወይ ድማ ኣብቲ ውሽጢ ሲስተም ዩኒት ናይ ዴስክቶፕ ኮምፒውተርና ንረኽቦም እዩ ማለት እዩ ካልኦት ብዙሓት ኣለዉ ቀፂልና ክንመሃሮም ኢና ላፕቶፕ ኮምፒውተርና እንድሕር ኢናያ ከዓኒ ተመሳሳሊ ባተሪ ናይ ላፕቶፕ ኣለና ካልኦት ፖርትስ ከምኡውን ሰርኪት ንረክብ ኢና ፕሮሰሰር ኣሎ ሂት ሲንክ ኤንድ ፋን ኣለና ሜሞሪ ሞጁል ናይ ላፕቶፕ ከዓ ከምዛ ንሪኣ ዘለና ንእስ ዝበለት ኣሎ ማለት እዩ እዚኣቶም በብንፅል ንኩሎም ክንሪኦም ኢና ኣብዚ ስእሊ ከም ንዕዘቦ ዘለና ሕጂ ገለገለ መሳርሒታት ኣብ ውሽጢ ዴስክቶፕ ኮምፒውተርን ላፕቶፕን ዝርከቡ እዩ ዘርእየና ዘሎ ስለዚ እቲ ኬዝ ኢልና ዝፀዋዕናዮ መሸፈኒ ኣካል ነዞም ከምዚኣቶም ዝኣመሰሉ ንብረት ሓቒፉ ይርከብ። ብተወሳኺ እውን ካብ ዶሮናን ካልኦት ነገራትን ይከላኸል ማለት እዩ። እቲ ቀንዲ ጸላኢ ናይ ኮምፒውተርና ዶሮና እዩ። ዶሮና ኮምፒውተር ኣይትፈቱን እያ፣ ክትጸሪ ዘለዋ። ስለዚ ብብዝሒ ዶሮና ከይኣትዋ ዝከላኸለና እዚ ኬዝ እዩ። ሕጂ ዝተፈላለየ ዓይነታት ናይ ኬዝ ወይ ድማ ዝተፈላለየ ዓይነት ቅርፂ ናይ ኮምፒውተር ኣሎ ኢልና ተዛሪብና ነርና እጂ ከምዚ ንሪኦ ዘለና እዚ ብፀጋማይ ወገን ንሪኣ ዘለና ጥርሓ እያ ዘላታ ኬዝ ማለት እዩ ኣብዚ ማእኸል ንሪኤን ዘለና ከዓኒ እቲ ሓንቲ እታ ታወር ኢልና ዝፀዋዕናያ ኬዝ እዩ ታሕቲ ዘሎ ከዓ እቲ ዴስክቶፕ ኬዝ እዚ ብየማና ንሪኦ ዘለና ከዓ ኣዝያ ፓወርፉል እያ ትመስል እታ ኮምፒውተር ምናልባት ተዘይተጋጌ ሰርቨር እያ ኦኬ ሕራይ ሕጂ ናብቶም ውሽጣዊ ኣካላት ኮምፒውተርና ሰጊርና ኣለና ማለት እዩ እቲ ብቀዳምነት ክንፈልጦ ዝግባኣና ማዘርቦርድ ዝበሃል መሳርሒ እዩ ማዘርቦርድ እቲ ኣገዳስን ቀንድን ኤሌክትሮኒካዊ ቦርድ ኮይኑ ንመብዛሕትኦም መሳርሒታት ኮምፒውተር ብምውህሃድ ዘስርሕን ዝጥርንፍን ኣካል ኮይና ነታ ኮምፒውተር ከም ኮምፒውተር ተቑመልና ንብረት እያ ማለት እታ ኮምፒውተር ኮምፒውተር ክትበሃል እንዳ ኮይና ብዘይ ቦርድ እዚ ኮምፒውተር ክትከውን ኣይትኽእልን እያ ማለት እዩ ቀንዲ እቶም ዝበዝሑ መሳርሒታት ኣብዚ ቦርድ እዚኦም ዝርከቡ ማለት እዩ ዳርጋ ኩሎም ንብረታት ኮምፒውተር ዳይረክትሊ ማለት ብቐጥታ ወይ ድማ ኢንዳይረክትሊ ብተዘዋዋሪ ምስዛ ማዘር ቦርድ ብዝተፈላለዩ ገመዳት ገይሮም ይራኸቡ ማዘር ቦርድ ንብላ ዘለና ነዚ ትመስል ግን ማዘር ቦርድ ዝተፈላለየ ዓይነት ማዘር ቦርድ ኣሎ ማለት እዩ ብቅርፂ ዋላ ብትሕዝቱ ክፈላለይ ይኽእል እዩ እዛ ማዘር ቦርድ ሲስተም ቦርድ ኢልና ክንፅዋዓ ንኽእል ኢና ወይ ድማ ሜይን ሰርኪት ቦርድ ኦፍ ኮምፒውተር ኢልና ከዓ ክንፅዋዓ ንኽእል ኢና ማለት እዩ ዳርጋ ከም ልቢ ናይታ ኮምፒውተር ጌርኩም ሕሰቦ ካልእ ኣብ ውሽጢ ናይ ኮምፒውተርና እንረኽቦም ድማ እዞም ኮምፒውተር ቺፕ ኢልና ንፅውዖም እዚኦም መብዛሕትኦም ምስ ማዘርቦርድ ለጊቦም ዝርከቡ እዮም ገሊኦም ምስ ፕሮሰሰር ተወሃሂዶም ዝሰርሑ ክኾኑ ከለዉ እዛ ኣብ ስእሊ ንሪኣ ዘለና ሮም ባዮስ ቺፕ ድማ እታ ኮምፒውተርና ኣብ ግዜ ምውላዓን ኩሎም እቶም ምስ ኮምፒውተርና ተላጊቦም ዘለዉ ሃርድዌር ኣለልዩ ኮምፒውተርና ዝተረፈ ናይ ምውላዕ ስርሓ ከተሰላስል ዝኽእል ቺፕ እዩ ካልኦት ቺፕ ድማ ዝተፈላለዩ ምስ ኮምፒውተርና ለጊቦም ዝሰርሑ መሳርሒታት ከም ኪቦርድ፣ ከም ሲሪያል ፖርት፣ ስፒከር፣ ወዘተ ዝኣመሰሉ በርታት ምስ ማዘርቦርድ ከም ዘራኽቡን ብግቡእ ከም ዝሰርሑን ይገብሩ። ቀጺልና እንሪኦም ኢንተግሬትድ ሰርኪዩት ኢልና ንፅውዖም እዮም እዞም ኢንተግሬትድ ሰርኪዩት ኢልና ንፅውዖም ኣብ ማዘርቦርድ ለጊቦም ዝርከቡ ኮይኖም ነቶም ዝተፈላለዩ ኤለትሮኒካውያን መስመራትን ቺፕን ኣብ ሓደ ብምጥርናፍ ስርሖም ከም ዘሰላስሉ ዝገብሩ እዮም ማለት እዩ። ቀፂልና እንሪኦም ባስስ ኢልና ንፅውዖም ኣለው። ባስስ ኣብ ማዘርቦርድ ዝርከቡ መስመራት ኮይኖም መልእኽትታትን ንምስዳድን ንምቕባልን ድማ ይጠቕሙና ማለት እዩ። ከምዚ ኣብ ስእሊ ንሪኦም ዘለና ኤሌክትሮኒካውያን ስልክታት ኮይኖም መልእኽትታት ካብ ሓደ ኣካል ኮምፒውተር ናብ ካልእ ኣካል ኮምፒውተር ዘመሓላልፉ እዮም። እዚኦም ሕጂ እዞም ዚግዛግ ዝመስሉ ዘለዉ ኣብቲ ቦርድ ወይ ድማ ኣብቲ ኢንተግሬትድ ሰርኪት ቦርድ ንሪኦም ዘለና ንሳቶም እዮም እቶም ባስስ ኢልና ንፅውዖም ማለት እዩ። ብመንገዲ እዚኦም ኣቢሉ እዩ መልእኽትታት ዝመሓላለፍ ማለት እዩ። ሰለስተ ዓይነት ባስስ ኣለዉ ኣብ ኣብ ኮምፒውተር ማለት እዩ ሓደ ሲስተም ባስ ዝበሃል ኣሎ ካልኣይ ባክ ሳይድ ባስ ዝበሃል ኣሎ እቲ ሳልሳይ ከዓ ኤክስፓንሽን ባስ ዝበሃሉ ከዓ ኣለዉ ማለት እዩ እዞም ኤክስፓንሽን ባስ ዝበሃሉ ነቲ ፕሮሰሰር ምስ ካልኦት ተወሰኽቲ መሳርሒታት መልእኽቲ ክለዋወጥ ወይ ድማ ኮሚኒኬት ክገብር ዘኽእሉ እዮም እቶም ባክ ሳይድ ባስ ንብሎም ከዓ እቲ ፕሮሰሰር ምስ ካሽ ሜሞሪ ዘራኽቡ እዮም ማለት እዩ እቶም ሲስተም ባስ ዝበሃሉ ከዓኒ ነቲ ፕሮሰሰር ምስ ሜይን ሜሞሪ ዘራኽቡ መስመራት እዮም ማለት እዩ እዚኣቶም ኩሎም መልእኽትታት ንምልውዋጥ ንምስዳድን ንምቕባልን ዝጠቕሙና መስመራት እዮም ማለት እዩ ካልእ እቲ ቀንዲ ሓንጎል ናይታ ኮምፒውተር ኢልና ንሰምዮ እዚ ፕሮሰሰር ወይ ድማ ሲፒዩ ኢልና ንፅዋ እዩ ሲፒዩ ወይ ድማ ፕሮሰሰር ዝበሃል ኣብ ማዘርቦርድ ዝርከብ ኮይኑ ንኩሉ ኣብ ኮምፒውተር ዝካየድ ስራሕ ዘሰላስልን በብዝመፆ መልሲ ዝህብን ኮይኑ ኩሉ ስራሓት ሕቶታት ትእዛዛት መልሲ ዝህብ ብሓንጎል ናይ ኮምፒውተር ዝፍለጥ መሳርሒ እዩ። እዚ ብፀጋም ንሪኦ ዘለና ስእሊ እተን ናይ ቀደም ፔንቲም ቱ ዝበሃላ ኮምፒውተራት ዝጥቀማሉ ዝነበራ ፕሮሰሰር ክኸውን ከሎ እዚ ብየማና ንሪኦ ዘለና ከዓ እዚ ሓደሽቲ ዓይነት ፕሮሰሰር እዩ ሕጂ ፕሮሰሰራት ዝተፈላለየ ዓይነት ቅርፂ ኣለዎም እዚ ሲፒዩ ኢልና ንፅውዖ ዘለና ከዓ እሱ ማለት እቲ ፕሮሰሰር ከምዚ ናይ ኣብ ውሽጡ ሲሊኮን ቺፕ ኣለዎ ከምኡውን ከም ሶኬት ኮይኑ ምስቲ ማዘርቦርድ ይለግብ ማለት እዩ ምስቲ ማዘርቦርድ ምስ ለገበ ብላዕሊ መታን ከይረስን ተባሂሉ ከዓኒ ፋን ይግበረሉ እቲ ፋን ሕጂ መዝሓሊ ማለት እዩ እታ ፕሮሰሰር ኣብቲ ማዘር ቦርድ ናትና ኣብኡ ደጊባ እያ ትርከብ ናይ ሓንቲ ፕሮሰሰር ስፒድ ወይ ድማ እቲ ቅልጣፈ ነቲ ዝመፃ ኢንስትራክሽንስ ወይ ድማ ትእዛዛት ብሜጋሄርዝ ወይ ድማ ብጂጋሄርዝ ሚሊየንስ ኦፍ ኢንስትራክሽንስ ፐር ሰከንድ ወይ ድማ ቢሊየንስ ኦፍ ኢንስትራክሽንስ ፐር ሰከንድ እናበለ እዩ ዘዕቀን ማለት እዩ ሕጂ እታ ዝቐልጠፈት ፕሮሰሰር እንድሕር ደኣ ኣልያትካ ኮይና ሲ ዝሃብካያ ክን ዝበዝሐ ይብዛሕ ኢንስትራክሽንስ ብቕልጡፍ ከዓኒ መልሲ ክትረክብ ትኽእል ማለት እዩ እንተኾነ ግን ሓደ ቅልጣፈ ናይ ኮምፒውተርና ኣብ ፕሮሰሰር ጥራይ ኣይኮነን ዝምርኮስ ኣብቶም ካልኦት መሳርሒታት እውን ይምርኮስ እዩ እዚ ንሪኦ ዘለና ብየማናይ ወገንና ዘሎ እታ ፕሮሰሰር እያ እታ ብፀጋም ወገን ኣብ ላዕሊ ንሪኣ ዘለና ስእሊ ከዓ እዛ ፕሮሰሰር እዚኣ ትገጥመላ ቦታ እያ ማለት እዩ ኣብቲ ማዘር ቦርድ ትርከብ ቦታ እያ ማለት እዩ እታ ሶኬት ሲፒዩ ሶኬት ኢልና ንፅዋዓ ንሳ እያ ወይ ድማ እታ ፕሮሰሰር ሶኬት እዚ ብየማና ዘሎ ከዓ እቲ ፕሮሰሰር ጂፒ ማለት እዩ ካልእ ኣዝዮም ኣገደስቲ ንብረት ኣብ ውሽጢ ኮምፒተርና ንረኽቦም እዚ ራም ወይ ድማ ራንደም ኣክሰስ ሜሞሪ ኢልና ንፅውዖ እዩ። እዚ ራም ንብሎ መሳርሒ ብልምዲ ሜሞሪ ንብሎ ኮይኑ መልእኽቲ ካብን ናብን ፕሮሰሰር ዘበፃፅሕ ኣገዳሲ መሳርሒ ኮይኑ ብዘይ ሜሞሪ ሓንቲ ኮምፒተር ክትሰርሕ ይትረፍ ክትውላዕ እውን ኣይትኽእልን እያ። ብተወሳኺ ራም ንግዚኡ ንስራሕ ዘድልዩ መልእኽትታትን ትእዛዛትን ተቐቢሉ ስርሑ ኣሰላሲሉ ምስ ወደኣ ይድምስሶም እሞ ንኻልእ ስራሕ ድማ ድሉው ይኸውን። ሕጂ ኣብቲ ራም ስቶር ዝኾነ ሓበሬታ ክሳዕ እታ ኮምፒተር ተወሊዓ ትሰርሕ ዘላ እዩ ተዓቂቡ ዝጸንሕ እምበር እታ ኮምፒተር ምስ ጠፍአት እቲ ራም ድማ ይድምስሶ ነቲ ዳታ ማለት እዩ። እጂ ከምቲ ዝበልናዮ ኣብ ራም ንግዚኡ ንስራሕ ዘድልዩና መልእኽትታት ወይ ድማ ትእዛታት ተቐቢሉ ናብ ፕሮሰሰር የመሓላልፍን ካብ ፕሮሰሰር ድማ ይቕበል ማለት እዩ ምስ ወደእ ድማ ይድምስሶ ነቲ ዳታ ማለት እዩ በንጻሩ ሃርዲስ ወይ ድማ ሃርድ ድራይቭ ዝበሃል ከ ኣለና እዚ ከዓ እቲ ሎንግ ተርም ስቶሬጅ ማለት እዩ ኣብ ሃርዲስክና ዘቐመጥናዮ እታ ኮምፒውተር ዋላ ነጥፋ እያ ሲ ኣይድምሰስን እዩ ኣብኡ ይድፀን እዩ ንኣብነት ኣብ ኮምፒውተርና ስእልታት ፋይላት ፊልምታት ኩሉ ነቐምጦ ኣብ ሃርድ ድራይቭ ወይ ድማ ኣብቲ ሃርድ ዲስክ ዝበሃል ኣብዚ ስእሊ ንሪኣ ዘለና መሳርሒት ኣብኡ እዩ ዝኽዘን ማለት እዩ እዚኣ መኸዘኒት ኣካል ናይ ኮምፒውተርና ኮይና ክሳዕ ባልና ዘይደምሰስናዮ እታ ኮምፒውተር ዋላ ጠፊኣ ትወላዕ ኣይድምሰስን ራም ብሜጋባይትስ ወይ ድማ ብጂጋባይትስ ይዕቀን ማለት እዩ ንኣብነት ኮምፒውተር ክትገዝኡ ከለኹም እታ ኮምፒውተር ክንደይ ራም ኣለዋ ትሓቱ ኢኹም ማለት እዩ ዝበዝሐ ራም ዘለዋ እንድሕር ኮይና ኣብ ሴም ታይም ማለት ኣብ ሓደ ግዜ ብዙሕ ስራሕ ኣብቲ በታ ኮምፒውተርና ንኸነሳልጥ ይሕግዘና ማለት እዩ ድሕር ድኣ ውሕድ ራም ኣለዋ ኮይኑ ግን እታ ኮምፒውተርና ብዙሕ ስራሕ ምስ ወላዕናላ እንታይ እያ ትኸውን ከምዚ ስታክ እያ ትኸውን ትነቅፅ ትጅምር ማለት እዩ ከምዚ ከተስርሓናስ ኣይትኽእልን እያ ስለዚ ራም ክንውስኸላ ወይ ድማ ክንቅይረላ ንግደድ ስለዚ ራም ሓደ ካብቲ ኮምፒውተርና ቅልጥፍቲ ክትከውንን ኣብ ቅልጣፈ ናይ ኮምፒውተርና ልዑል ተራ ዘለዎ እዩ ማለት እዩ ምስ ፕሮሰሰር እቲ ራም ንብሎ ዘለና ከምዚ ብፀጋም ንሪኣ ዘለና ኣብ ታሕቲ እሳ እዚኣ ናይ ላፕቶፕ ራም እያ ምክንያቱ ንእስ ዝበለት እያ ተን ንውሕ ዝበላ ከዓኒ ናይ ዴስክቶፕ እየን ማለት እዩ ሕጂ እቲ ኣብ ላዕሊ ንሪኦ ዘለና ከዓኒ ኣብቲ ማዘር ቦርድና ለጊቡ ዝርከብ ነዚ ራም መቐበሊ ወይ ድማ ናይዚ ራም ዝስኳዓሉ ቦታ እዩ ማለት እዩ ከምዚ ኣብ የማን ስእሊ ንሪኣ ዘለና እታ ራም ኣብቲ ስሎት ኣትያ ኣብኡ ለጊባ ኣላ ማለት እዩ እተን ነፃ ዘለዋ ስሎት ድማ ራም ክንውስኸላ ንድሕዳ ደሊና ነታ ኮምፒውተርና ኣብኡ ነእትዎ ማለት እዩ ተወሰኽቲ